ኣብ ዓለምና ካብ ዘለዉ ዓበይትን ጥንታውያንን ሃይማኖታት ሓደ እዩ። ከም ሜዲቴሽንን ዮጋን ዝኣመሰሉ መንፈሳዊ ኣካላውን ኣእምሮኣውን ተግባራት ንዓለም ዘበርከተውን እዩ። ኣብ ካልእ ክፋላት ዓለም ተኸተልቲ እዚ እምነት ላም የምልኹ እዮም ዝብል ሓበሬታ ይስማዕ እዩ። እቲ ሃይማኖት ሂንዱይዝም እዩ። ሂንዱይዝም ግን እንታይ ዓይነት ሃይማኖት እዩ? ናይ ብሓቂ ዲኸ ላም ክትምለኽ ዝእዝዝ? ሰላምታይ ረሳዕናን ፍትዋት ተኸታተልቲ መስትያት ዓለም ንሎም እምበኣር ንሃይማኖት ሂንዱይዝም ዝድስስ ትሕዝቶ ኢና ሒዝናልኩም ቀሪብና ዘለና ሰናይ ምክትታል ሂንዱይዝም ልዕሊ ኣርባዕተ ሽሕ ዓመታት ዘቑፀረ ክሳብ ሕጂ ካብ ዘለዉ ሃይማኖታት እቲ ዝጠንተወ እዩ። ኣብዚ ሕጂ ሰዓት ልዕሊ ሓደ ቢልዮን ተኸተልቲ ዘለዎ ሂንዱይዝም ንሃይማኖታት ክርስትናን ምስልምናን ስዒቡ ብብዝሒ ሰዓብቲ ኣብ ዓለም ኣብ ሳልሳይ ደረጃ ይስራዕ። ካብ ጠቕላላ ተኸተልቲ እምነት ሂንዱይዝም እቶም ቴስዓን ኣርባዕተን ሚእታዊት ኣብ ሃገረ ህንዲ'ዮም ዝነብሩ። ብርክት ዝበሉ ኣማልኽትን ቅዱሳት መጻሕፍትን ዝሓዘ ሃይማኖት ብምዃኑ ሂንዲዝም ካብቲ ካልእ ሃይማኖታት ፍልይ ዝበለ ይገብሮ። ኣብ ናይ ሎም መደብና ድማ ቀንዲ እምነታት ሂንዲዝም፣ ቀንዲ ኣማልኽቲ፣ ቅዱሳን መጻሕፍቲ፣ ስርዓተ ኣምልኾን ናይ ካስት ኣገባብን በብሓደ ክንርኢ ኢና። ሂንዲዝም ብዙሓት ሃይማኖታውያን ሓሳባት ዝሓቖፈ ሃይማኖት እዩ። በዚ ምኽንያት ሓደ ሓደ ግዜ ሂንዲዝም ሜላ ኣነባብራ ወይ ድማ እኩብ ብዙሓት ሃይማኖታት ተባሂሉ ይጽዋዕ እዩ። ነዚ ሃይማኖት ብዝግባእ ንምርድኡ ምእንቲ ክሕግዘና ተኸተልቲ ሂንዱይዝም ዝኣምኑሎም ቀንዲ እምነታት ብኸምዚ ዝስዕብ ክንዕዘቦም ኢና። ቀዳማይ ብብራህማን ወይ ድማ ብሓደ ኩለንትናዊ መንፈስ ይኣምኑ። ተኸተልቲ ሂንዱይዝም በቲ ብራህማን ተባሂሉ ዝጽዋዕ ኩለንትናዊ ወይ ድማ ዩኒቨርሳል መንፈስ ይኣምኑ። እዚ ድማ ቅርጺ ይኹን ጾታ ዘይብሉ ምንጪ ኩሉ ህይወት ተጌሩ ዝቑጸር እዩ። ብራህማን ንብምሉኡ ኣድማስን ንኹሉ ኣብ ኣድማስ ዘለዉ ፍጥረትን ዘጠቓልል እዩ። ንብራህማን ከም ሓደ ኩሉ ነገር ዝኾነ ንኹሉ ነገር ዝፈጠረ ከምኡውን ኣብ ኩሉ ዘሎ ፈጣሪ ጌርና ክንርድኦ ንኽእል ኢና። መብዛሕትአን ካብ ሃይማኖት ሂንዱይዝም ዝወጻ እምነታት ነቲ ብራህማን ተባሂሉ ዝፍለጥ ሓደ ኣምላኽ እየን ዘምልኻ። ይኹን እምበር ንኻልኦት ተመሳሰልቲ ኣማልኽቲ ኣፍልጦ ይህቡ እዮም፣ ምእመናን ድማ ናብ ኣምላኾም ንምብጻሕ ብዙሓት መንገድታት ክጥቀሙ ከም ዝኽእሉ ይዛረቡ። ብኻልኣይ ደረጃ ኣብ ዳርማ ይኣምኑ። ዳርማ ሓደ ተኸታሊ ሂንዱይዝም ኣብ ዘመነ ህይወቱ ክኽተሎም ዝግባእ ግዴታታት እዮም። ኣብ ሃይማኖት ሂንዱይዝም ዝተፈላለዩ ዓይነታት ዳርማ እዮም ዘለዉ። ገለገሊኦም ውልቃውያን ግዴታታት እንክኾኑ ገለገሊኦም ድማ ንኹሉ ኣማኒ ዝምልከቱ ግዴታታት እዮም። ዳርማ ወይ ድማ እቶም ግዴታታት ንኹሉ ተኸታሊ ሂንዱይዝም ዝምልከቱ ክኾኑ ይኽእሉ። ስለዚ ኣመንቲ ነዚ ኣብ ግምት ብምእታው ህይወቶም ክመርሑ ኣለዎም። ሳናታና ዳርማ ንኸም እሙን ምዃን ህይወት ንዘለዎም ፍጡራት ካብ መጉዳኦም ምቑጣብ፣ ንጽህና፣ ሰናይ ተግባር፣ ምሕረት፣ ትዕግስቲ፣ ገዛእ ርእስኻ ምግዛእን ካልኦት ከምኦም ዝኣመሰሉ መምርሒታትን የጠቓልል። ስቫዳርማ ኸኣ ንውልቃዊ ግዴታ ሓደ ኣማኒ ወይ ድማ ብውልቁ ክገብሮ ንዘለዎ ነገራት ይሓቁፍ። እዚ ግን ብናይ ካስትው ደረጃን ኣብ ማሕበረሰቡ ብዘለዎ ተቐባልነት ዝውሰን እዩ። ብሳልሳይ ደረጃ ኣብ ኣትማን ወይ ድማ ኣብ ዘይትመውት ነፍሲ ይኣምኑ። ኣብ ሃይማኖት ሂንዱይዝም ገዛእ ነፍሲ ኣትማን ተባሂላ እያ እትጽዋዕ። ናይ ሓደ ሰብ ነፍሲ ኣብቲ ብስጋ ዝቖመ ኣካላቱ ኣብ እትህልወሉ ግዜ እትገብሮም ተግባራት ኣብ ዝቕጽል ነፍሲ ጽልዋ ኣለዎ። ሓደ ሰብ ምስ ዝመውት ነፍሱ ናብ ካልእ ሓድሽ ስጋዊ ሰውነት ትሰግር ዝብል እምነት ስለ ዘሎ እቲ መስርሕ ድማ ስግግር ተባሂሉ ይጽዋዕ። እቲ ነፍሲ ውዒላ እትሓድረሉ ስጋዊ ኣካል ድማ ብካርማ እዩ ዝውሰን። እዚ ናብቲ ራብዓይ መምርሒ እዚ ሃይማኖት ዝወስደና እዩ። ብራብዓይ ደረጃ ኣብ ካርማ ይኣምኑ። ብልሙድ ኣበሃህላ ሰብ ዝዘርኦ እዩ ዝዓጽድ ይበሃል እዩ። ካርማ ማለት ድማ ብተመሳሳሊ ናይዚ ንሕጊ ምኽንያትን ውጽኢትን እዩ ዘመላኽተልና። ንጽቡቕ ይኹን ንሕማቕ ካርማ ንነፍሲ ወከፍ ተግባር ዝግብኦ ግብረ መልሲ እዩ ዝህብ። ሕጊ ካርማ ቀጥታዊ እዩ። ጽቡቕ ተግባራት ናብ ኣወንታዊ ውጽኢታት ይመርሑ፣ ኣሉታውያን ተግባራት ድማ ኣሉታውያን ውጽኢታት የስዕቡ። ንተኸተልቲ እምነት ሂንዱይዝም ሕሉፍ ተግባር ኣብ ህልው ልዑል ጽልዋ ኣለዎ። ናይ ሎሚ ተግባራትና ንናይ መጻኢ ዕድል ነፍስና ይውስን እዩ ማለት እዩ። ስለዚ እዚ መሰረታዊ መምርሒ ሃይማኖት ንተግባራትን ሓሳባትን ሰባት ኣብ ህልው ህይወቶምን ናይ መጻኢ ዕድሎምን ቀጥታዊ ጽልዋ ይፈጥር ማለት እዩ። ኣብ ሓምሻይ ደረጃ ኣብ ሳምሳራ ይኣምኑ። ሳምሳራ ካብ ሳንስክሪት ዝወፀ ቃል ኮይኑ ንተደጋጋሚ ናይ ሞትን ደጊምካ ናይ ምውላድን መስርሕ ዝገልጽ ቃል እዩ። ብመሰረት እምነት ሂንዱይዝም ኩሉ ህይወት ብመስርሕ ምውላድ፣ ምንባር፣ ሙማትን ደጊምካ ምውላድን እዩ ዝሓልፍ። እዚ መስርሕ እዚ እዩ ድማ ሳምሳራ ተባሂሉ ዝጽዋዕ። እዚ ማለት ከዓ ሳምሳራ ኣብ ተግባርን ውጽኢትን ወይ ድማ ኣብ ሕጊ ካርማ መሰረት ብምግባር ነፍሲ ደጊማ ብእትውለደሉ ዘየቋርጽ መስርሕ ትሓልፍ ማለት ድማ እዩ። ተኸተልቲ እምነት ሂንዱይዝም ሓደ ሰብ ምስ ዝመውት ነፍሱ ናብ ሓድሽ ስጋዊ ኣካል ከም እትውሰድን ካልእ ሰብ ኮይና ከም እትፍጠር ይኣምኑ። እቲ ሓድሽ ስጋዊ ኣካል ድማ ሰብ ወይ ድማ ሰብ ዘይኮነ ፍጥረት ማለት እንስሳ ወይ መለኮት ክኸውን ይኽእል። እዚ ዝውሰን በቲ ኣቐዲምና ዝረኣናዮ ሕጊ ካርማ እዩ። ብሻድሻይ ደረጃ ኣብ ሞክሻ ይኣምኑ። እቲ ቀንድን መሰረታውን ዕላማ ሓደ ተኸታሊ እምነት ሂንዲዝም ናብ ብራህማን ወይ ናብቲ ምንጪ ኩሉ እዩ ተባሂሉ ዝእመነሉ ፈጣሪ ምምላስ እዩ። ሓደ ተኸታሊ እምነት ሂንዲዝም ነዚ ክገብር እንተኽኢሉ ካብ ዓንኬል ሳምሳራ ወይ ሞት ነጻ ይኸውን ማለት እዩ። እዚ ድማ ሞክሻ ይበሃል። ሞክሻ ካብ ሳምሳራ ወይ ካብቲ መወዳእታ ዘይብሉ ናይ ሞትን ደጊምካ ናይ ምውላድን ዑደት ነጻ ምውጻእ እዩ ዘመላኽት። ሞክሻ እቲ ናይ መወዳእታ ዕላማ ሓደ ተኸታሊ እምነት ሂንዲዝም እዩ። ሃይማኖት ሂንዲዝምን ምስላም ዘለዎም ምትእሳርን ካብቶም እቲ ካልእ ዓለም ብቐንዱ ዝርድኦም ምስ ሃይማኖት ሂንዲዝም ዝተኣሳሰሩ ግንዛቤታት ሓደ ላም የምልኹ እዮም ዝብል እዩ። እዚ ግን ሙሉእ ብሙሉእ ሓቂ ኣይኮነን። ተኸተልቲ እምነት ሂንዱይዝም ንላም ከም ኣምላኽ ኣየምልኽዋን እዮም። ኣብ ሃይማኖት ሂንዱይዝም ላም ከም ቅድስቲ እንስሳ እትቑጸር ኮይና ንሃብቲ፣ ጸጋ መሬትን ንፍቕሪ ኣደን ድማ ትውክል። ጸባ ላም ድማ ንኣካላት ወዲ ሰብ ናይ ምንጻህ ሓይሊ ከም ዘለዎ ይኣምኑ። ካብ ጥንታውያን ቅዱሳን መጻሕፍቲ ሂንዱይዝም ሓደ ኣብ ዝኾነ መጽሓፍ ሪግቬዳ ላም ምስ ተኣደኹሎም ኣማልኽቲ ዝኾነት ኣዲቲ እያ ትመሳሰል። ምስልታት ሂንዱይዝም መብዛሕትኡ ግዜ ንጽብቕትን ብዕምበባታት ዘጌጸትን ላም እዮም ምልክት ፍሉይ ክብሪ እቲ እምነት ገይሮም ዘቕርብዋ። ተኸተልቲ እምነት ሂንዱይዝም ፓጎሽታሚ ዝበሃል ናይ ላም በዓል እውን ኣለዎም። እዛ ዕለት ድማ ኩለን ላም ኣካላተን ተሓጺበን ብዕምበባ ተሸሊመን ነጊሰን ዝውዕላላ ዕለት እያ። ላም ምህራም ወይ ምሕራድ ብመብዛሕትኦም ተኸተልቲ እምነት ሂንዲዝም ነውርን ዝተኸልከለን ተግባር እዩ። ቅዱሳን መጻሕፍቲ ሂንዲዝም ሂንዲዝም ብርክት ዝበለ ቅዱሳን መጻሕፍቲ ዘለዎም ሃይማኖት ኮይኑ ነቶም ቀንዲ ምስ እንርእዮም ቬዳስ እዞም መጻሕፍቲ ጥንታውያን ቅዱሳን መጻሕፍቲ ሃይማኖት ሂንዲዝም ኮይኖም ከም መሰረታውያን ጽሑፋት ፍልስፍና እቲ ሃይማኖትን ስርዓተ ኣምልኾኦን ተጌሮም ዝውሰድ እዮም። ሪግ ቬዳ፣ ያጁር ቬዳ፣ ሳማ ቬዳን ኣታርፉ ቬዳን ድማ እቶም ኣርባዕተ ቀንዲ ቬዳታት እዮም። ተኸተልቲ እምነት ሂንዲዝም ጽሑፋቶም ብቐጥታ ካብ ፈጣሪ ዝተሰጋገሩን ቀዳሞት መማህራን እቲ ሃይማኖት ዝተቐበልዎምን ከምኡውን ብቃል ካብ ወለዶ ናብ ወለዶ ከም ዝተመሓላለፉ ይኣምኑ። ኡፒኒሻድ እዞም ጽሑፋት ዓሚቕ ፍልስፍናዊ ትምህርትን ናይ ሓቀኛ ተፈጥሮ ናይ ንቕሓትን መንፈሳዊ ነፃ ናይ ምውፃእ ግንዛቤታትን ዝሓዘ እዩ። ፍረ ነገር ትምህርቲ እዚ መጽሓፍ ሓቂ ወይ ድማ ፈጣሪ ኣብ ሓሳብ ወይ ኣብ እምሮ ዘይኮነ ብእምነት ክብጻሕ ከም ዝኽእልን መንፈስ ፈጣሪ ኣብ ውሽጢ ነፍሲ ወከፍና ከም ዘሎን ናይ ዘለዓለማዊ ህይወት ቃል ወይ ተስፋ ኣብ ውሽጥና ስለ ዘለና ንሞት ክንፈርሓ የብልናን ዝብል ድማዮ። ባጋቫድ ቪታ ኣብ መንጎ ጎይታ ክሪሽናን ተዋጋዒ ልዑል ኣርጁናን ዝተገብረ ዝርርባት ዝገልጽ መጽሓፍ እዩ። ኣብ ዝተፈላለዩ መዳያት ህይወት ግዴታታት ደቂ ሰባትን ናብ መንፈሳዊ ግሉጽነት ብዛዕባ ዝወስድ መንገድን ከኣ መምርሒ ይህብ። ብፓታንጃሊ ዝተጻሕፈ ዮጋ ሱትራ እዚ ጥንታዊ ጽሑፍ ንፍልስፍና ዮጋን ናይ ትግባረ መምርሒታቱን ንሜላን ናይ መንፈሳዊ ዕቤት ደረጃታትን ሓዊስካ ንብዙሓት መዳያት ዝድህስስ እዩ። ኣማልኽቲ ሂንዱይዝም ተኸተልቲ እምነት ሂንዱይዝም ብተወሳኺ ናይቲ ኣብ ኩሉ ነገራትን ፍጥረታትን ከም ዘሎን እቲ ዝሓየለ ፈጣሪ ከም ዝኾነ ዝኣምኑሉን ብራህማን ካልኦት ብርክት ዝበሉ ኣማልኽቲ እውን የምልኹ እዮም። ካብቶም ኣዝዮም ፍሉጣት ዝኾኑ ኣማልኽቲ እቲ እምነት እዞም ዝስዕቡ ገለ ክጥቀሱ ዝኽእሉ እዮም። ቪሽኑ ንኣድማስ ዝሕሉን ዘመሓድርን ኣምላኽ። ሺቫ ንኣድማስ ደጊሙ ንምፍጣር ዝሰርሕ ኣምላኽ። ዴቪ ንዳርማ ንምምላስ እትቃለስ ጣዖታዊት ኣምላኽ። ክሪሽና ናይ ሕያውነት ርኅራኄን ፍቕርን ኣምላኽ ላክሽሚ ናይ ሃብትን ንጽህናን ጣዖታዊት ኣምላኽ ሳራስዋቲ ናይ ፍልጠት ጣዖታዊት ኣምላኽ ልክዕ ከምቲ ሃይማኖት ክርስትና ከም ኦርቶዶክስ ፕሮቴስታንትን ካቶሊክን ዝኣመሰሉ ክፍልታት ዘለዎ ወይ ድማ ከምቲ ሃይማኖት ምስልምና ሺዓን ሱንን ዝበሃሉ ክፍልታት ዘለዎ ንሂንዲዝም እውን ብዙሓት ክፍልታት ዘለዎ ኮይኑ፣ እቶም ኣርባዕተ ቀንዲ ክፍልታት ሂንዲዝም ግን እዞም ዝስዕብ እዮም። ሻይቪዝም ካብ ዓበይቲ ክፍልታት ሂንዲዝም ሓደ ኮይኑ፣ ተኸተልቱ ድማ ሓደ ሓደ ግዜ ነቲ መጥፍኢ ተባሂሉ ዝግለጽ ሺቫ ከም ቀንዲ ኣምላኾም የምልኽዎ። ሻይቪዝም ካብ ደቡብ ህንዲ ክሳብ ደቡብ ምብራቕ ኤሽያ ዝዝርጋሕ ኮይኑ፣ ካብ ህንዲ ብተወሳኺ ኣብ ቪየትናም፣ ካምቦድያን ኢንዶኔዥያን ዝርከብ እምነት እዩ። ልክዕ ከምቶም ካልኦት ቀንዲ ክፍልታት እምነት ሂንዲዝም፣ ሻይቪዝም እውን ንቬዳስን ኦፓን ሻይዲዝምን ከም ቅዱሳን መጻሕፍቲ እዩ ዝቕበሎም። ቫይሽናቪዝም ናብ ኣስታት ሽዱሽተ ሚእትን ኣርብዓን ሚልዮን ዝጽግዑ ተኸተልቲ ዘለዎ ዝዓበየ ክፋል ሃይማኖት ሂንዲዝም እዩ። ቫይሽናቪዝም ንቪሽኑ፣ ላክሽሚ፣ ክሪሽናን ብራህማንን ሓዊስካ ብዙሓት ኣማልኽቲ ዝቕበል እምነት እዩ። ሻክቲዝም ሻክቲዝም ካብቶም ኣርባዕተ ቀንዲ ክፋላት ሃይማኖት ሂንዱይዝም ፍልይ ዝበለ እዩ። ምኽንያቱ ተኸተልቲ እዚ እምነት ነታ ጣዖታዊት ኣምላኽ ዝኾነት ዴቪ ወይ ሻኪቲ እዮም ዘምልኹ። ስማርቲዝም እዚ ክፍሊ ሂንዱይዝም ካብቶም ካልኦት ቀንዲ ክፋላት እቲ ሃይማኖት ፍልይ ብዝበለ መንገዲ ዓቃባዊ ወግዕታትን ግዳቤታትን ዘለዎ እዩ። እዚ ድማ ንተኸተልቲ እቲ እምነት ብቐንዱ ኣብ ስርዓት ካስት ማሕበረሰብ ህንዲ ልዑል ቦታ ምስ ዝወሃቦም ብራህማን ዝመሳሰል እዩ። ስርዓተ ካስት ሂንዲዝም ስርዓት ካስት ኣብ ሃገረ ህንዲ ንተኸተልቲ እምነት ሂንዲዝም ኣብ ካርማን ዳርማን መሰረት ብምግባር ኣብ ዝተፈላለዩ ደረጃታት ዝኸፋፍል ማሕበራዊ ስርዓት እዩ። ስርዓት ካስት ሂንዲዝም ኣብ ኣርባዕተ ቀንዲ ደረጃታት ይኸፋፍሎም፣ ብራህሚንስ፣ ክሻቲርያስ፣ ቫይሽያስ ከምኡ ድማ ሹድራስ ከኣ ይበሃሉ። ብዙሓት ኣመንቲ እዚ ደረጃታት በቲ ኣምላኽ ሃይማኖት ሂንዱይዝም ዝተፈጥረ እዩ ኢሎም እዮም ዝኣምኑ። እቶም ኣብዚ ስርዓት ካስት ኣብ ቀዳማይ ደረጃ ዝስርዑ እቶም መማህራንን ምሁራትን ምዃኖም ዝንገረሎምን ካብ ኣፍ ብራህማን ብቐጥታ ከም ዝተፈጥሩ ዝኣምኑ ብራህሚንስ እዮም። ካብኡ ቀጺሎም ዝስርዑ ድማ ክሻክቲርያስ ወይ ድማ እቶም ተዋጋእትን ኣመሓደርትን ኮይኖም ካብ ቅልጽም ብራህማን ዝተፈጥሩ ምዃኖም ድማ እዩ ዝእመን። ኣብ ሳልሳይ ደረጃ ዝስርዑ ቫይሽያስ ወይ ድማ ነጋዶ ኮይኖም እዚኦም ድማ ካብ ሰለፍ ብራህማን ዝተፈጥሩ እዮም ይበሃለሎም ኣብ መወዳእታ ደረጃ እቲ ስርዓት ካስት ዝርከቡ ማሕበረሰብ ድማ ሹድራስ ዝበሃሉ ኮይኖም ካብ እግሪ ብራህማን ዝተፈጥሩ ምዃኖም ድማ ይኣምኑ ኣብዚ ስርዓት ካስት ዘይተኻተቱ ዳሊት ዝበሃሉ ማሕበረሰብ ዘለዉ ኮይኖም እዚኦም ድማ ዘይትንከፉን ካብቲ ማሕበረሰብ ፍጹም ዝተነጸሉን እዮም። እዞም ኣብቲ ደረጃታት ካስት ቦታ እኳ ክረኽቡ ዘይከኣሉ ክፋል ማሕበረሰብ ኣዝዩ ትሑት ደረጃ ዘለዎን ኣጸጋሚ ናይ ጉልበት ስራሓትን ብምስራሕ ይናበሩ። ካብ ማሕበረሰቦም ዝተነጸሉን ብሰንኪ ደረጃኦም ብዙሕ ጸገማት ዘጓንፎምን እዮም። እዞም ደረጃታት ካስት ኸኣ ናብ ሰለስተ ሽሕ ዝጽግዑ ካልኦት ደረጃታትን ኣስታት ዒስራን ሓሙሽተን ሽሕ ንኡሳን ካስትታትን ይከፋፈሉ። እዚ ስርዓት ደረጃታት ካስት ንዘመናት ኣብ ህንዲ ናይ ሓደ ሰብ ማሕበራዊ፣ ናይ ስራሕን ሃይማኖታውን ደረጃ ዝውስን ኮይኑ ቀጺሉ እዩ። ህንዲ ነጻ ሃገር ምስ ኮነት ሕጊ መንግስቲ እታ ሃገር ነቲ ኣብ ደረጃ ካስት ዝተመስረተ ኣድልዎ ብሕጊ ከልኪልዎ እዩ። ሎሚ እውን ስርዓት ካስት ዝመሰረቱ ማሕበራዊ ኣድልዎን ተነጽሎን ኣብ ህንዲ ይረኣዩ። እንተኾነ ግን ከምቲ ናይ ቀደም ቀጻሊ ዝረአ ዘይኮነ ሓሓሊፉ ዝኽሰት ምዃኑ እዩ ዝንገረሉ። ብዙሓት ኣብቲ ቀደም ግዜ ዝትግበሩ ዝነበሩ ምስ ደረጃታት ካስት ዝተኣሳሰሩ ልምድታት ተወጊዶም እኳ እንተኾኑ ገለገለ ልምድታት ግን ክሳብ ሕጂ ኣብ ተግባር ክውዕሉ ይረኣዩ። ንኣብነት ከም ምስ ናትካ ተመሳሳል ደረጃ ካስት ዘለዎ ሰብ ጥራይ ምውሳብ ዝኣመሰሉ ልምድታት ክሳብ ሎሚ ተግባራዊ ዝኾኑ እዮም። ንስርዓተ ኣምልኾ ሃይማኖት ሂንዱይዝም ምስ እንምልከት እቲ ኣብ ኩለን ተኸተልቲ ሃይማኖት ሂንዱይዝም ዝኾና ስድራ ቤታት ዝተለምደ ስርዓተ ኣምልኾ ፑጃ፣ ሜዲቴሽን፣ ወይ ኣስተንትኖ፣ ጸሎት፣ ዮጋ ምግባር፣ ቅዱሳን መጻሕፍቲ ምንባብ፣ ኣብ ናይ ጸሎት ምትእኻባት ምስታፍ፣ ሰናይ ተግባራት ምፍጻም፣ ናብ ቤተ መቕደስ ምኻድን ናይቲ ትፈትዎ ኣምላኽ ስም ብምልዓል ምዝማርን ከኣ የጠቓልሉ። ቤት መቕደስ ሂንዱይዝም ማንዲር ብዝብል ስም ዝፍለጥ ኮይኑ፣ ምእመናን ድማ ናብ ማንዲር ብምእታው ንኣማልኽቶም የምልኹን ናይ ጸሎትን ሜዲቴሽንን ስርዓታት የከናውኑን። ኣብቲ ቤት መቕደስ ብራህሚናውያን ወይ ኣቕሽሽቲ ይነብሩ። ነፍሲ ወከፍ ቤት መቕደስ ሂንዱይዝም ኣብ ውሽጢ እቲ ቀጽሪ ዝነብር ብራህሚን ኣለዎ። ዲዋሊ ኣብ ሃይማኖት ሂንዱይዝም ናይ ብርሃን በዓል እንክኸውን፣ ናቫራትሪ ናይ ምሕረት በዓል፣ ሆሊ ፌስቲቫል ሕብርታት፣ እቲ ዓቢ ንሺቫ ዝተወፈየ ማሃሺ ቫራትሪ ዝበሃል በዓልን ድማ ገለ ኣብ ሃይማኖት ሂንዲዝም ክጥቀሱ ዝኽእሉ በዓላት እዮም። ክብራት ተኸታተልቲ መስትያት ዓለም ንሎሚ ዘዳለናዮ ንሃይማኖት ሂንዲዝም ዝድስስ ትሕዝቶ እዚ ዝተኸታተልኩሞ እዩ ነይሩ።